ሰላም ሰላም ከመይ ቀኒኹም ተኸታተልቲ ሩፍታን ሲስተርስ ቻነል ለምዓንቲ ጋሻ ሒዝናልኩም መፂና ኣለና ጋሻና መምህር ኣድያም እያ ሎሚ መፅሓፍ ከተንብበልና እያ ንወለድና ከዓ ከመይ ጌርካ ንደቅኻ ተንብበሎምን ከመይ ገይሮም ይርድኡኻን ከኣ ከተርእየኩም እያ ስለዚ ተኻታተሉና። Story time.
ሕጂ ከዓ ትግርኛ ሓንቲ ንእሽተይ ዛንታ ከንብበልኪ ደ እዚኣ ቆላሕታ እያ ትበሃል ምጭዶ መን ኣምፅኢልክን ባባ ማማ ባባ ኣምፅዋ ቅድሚ ሕጂ ኣነ ንሽተይ ከለኹ ክዳኽን ወይ ካባኽን ዝንእስ ሜቢ ከለኹ ባባ የምፃለይ ነይሩ ከምዚኣ ብዙሓት እየን ዝወፃ እዚኣ ርኣያ ዓሰርተ ሸሞንተ ምሻላ ብዙሓት እየን ዝወፃ ነይረ ሾ ኤቭሪ ታይም ክወፃ ክንደሊ ከለና በቃ ንፅበያ ምክንያቱ ብዙሕ ዛንታታት ኣለዎ ገሊኡ ጥቡቕ ዛንታ እዩ ክትሰምዖ ገሊኡ መስሓቕ ኣለዎ፣ ገሊኡ ኸዓ ሕቶታት ኣለዎ። ሽዑ ገሊኡ ኸዓ ምስ ንሕና ቀልጢፍና ንፈልጦ ቀልጢፍና ምስ ንምልሶ ደሓር ንባባ ወይ ንማማ ወይ ነዚኦም ዓበይቲ ኣሕዋትና ንሓቶም ሽዑ ይብርትዖም እምበር ንስሕቖም ነርና ሽዑ መልሲ ንሕና ንነግሮም ንሕጎስ ሽዑ ምክንያቱ ዓበይቲ ምሽ ኩሉ ሳዕ ንሶ እዮም መልሲ ዝነግሩኻ ኣብዚኣ ግን በቃ ቆልዑ ጥራሕ ዝምልስዎ ከዓ ስለ ዘሎ በቃ ደስ ትብለኒ ነይራ ሕጂ ታብዚኣ ሓንቲ ንእሽተይ ኣላ ኣብዚኣ ዛንታ እሳ ከምብበልክ ከምብበልክ ዶ ያ ትግርኛ ትኸእላ ኢኽን ተንብባ ኢኽን ትፅሕፋ ንፅሕፍ ኢና ግን መፅሓፍ ናይ ቆልዑ ጥራሕ ኢና ነንብብ ከምዚ ዓበይቲ ኣይነንብብኒ እወ ኖኖ ዓበይቲ ከማን እኮ ንኣሽቱ ኢኽን ኣየድልየክን ዓበይቲ ዓበይቲ እዮም ዘንብቦ ምሽ ከምዚ ናይ ቆልዑ ከዓ ቆልዑ የንብቡ ሽዑ ናይ ቆልዑ ምስ ወዳእኽን እንዳዓበኽን ምስ መጻኽን ከኣ እቲ ናይ ዓበይቲ ከኣ ሽዑ ትኽእልኦ ምክንያቱ ይቐለልካ ስለ ዝኾነ ኦኬ ሶ እዚኣ ከምብበልክን እየ ሓደ ኣዲኡ ዝሃበቶ ሳንቲም ዘጥፍአ ቆልዓ ኣብ መገዲ ኮይኑ ይበኪ ነበረ ሳንቲም እንታይ እዩ ኮይን እያ ሳንቲም እንታይ ሳንቲም እንታይ ኮይን ሰልዲ ኮይኑ ሓፂን ሓፂን ምሽ ትፈልጦ ሰልዲ ኮይኑ ሓፂን ካብቲ ናይ ወረቐት ሰልዲ ናቱ ዋጋ ንእሽተይ ቁርብተይ ይኸውን ውሕድ ነገር ትገዝኣሉ ማለት እዩ ሕጂ ሓደ ኣዲኡ ዝሃበቶ ሳንቲም ዘጥፍአ ቆልዓ ኣብ መገዲ ኮይኑ ይበኪ ነበረ እንተኮይኑ በኺ ሳንቲሙ ጠፊኣቶ ኣዲኡ ዝሃበቶ ብኽያቱ መሪር ስለ ዝነበረ ኣቓልቦ ሓለፍቲ መገዲ ሰሓበ። ሓላፊ መገዲ እንታይ እዩ? ያ ዝኾነ ዘይትፈልጦ ሰብ ኣብቲ ስኻ ዘለኻ መገዲ ዝሓልፍ ዝመላለስ ሕጂ እንታይ ኮይኑ ዝቆልዓ በኽዩ እንታይ ኮይኑ ዝቆልዓ በኽዩ ኢሎምስ ይርእዎ ክርእዎ ጀሚሮም ሓደ ዓቢ ሰብኣይ ቅርብ ኢሎም እንታይ ኾንካ ትበኪ ዝወደይ ኢሎሞ ይነግሮ ዶ ይኸውን እንታይ ኮይኑ ከም ዝበኸየ ይነግሮም ዶ ይኸውን ይነግሮም እዩ ኣይፈርሕን እዩ ንፉዕ ተዘይፈሪሑ ንፉዕ ወዮ ቆልዓ ኣደይ ዝሃበትኒ ሳንቲም ኣጥፊኤ በሎ ነጊሮም ብመልሱ ዝተረጋገፁ ሰብኣይ ምድንጋፅ እንታይ ያ ከምዚ እንድሕር ደኣ ሓደ ናትካ ዝነበረ ነገር እንድሕር ስኢንካዮ ወይ እንድሕር ጠፊኡ ወይ እንድሕር ተባላሹ ንካልእ ዓብ ሰብ ምስ ነገርካዮ ኦ ኢሉ ይድንግጸልካ ሕጂ እቶም ሰብኣይ ከዓ ኣደንግጽ ኣቢልዎም ይበኪ ከዓ ስለ ዝነበረ ሽዑ ኣጆኻ ዝወደይ ኢሎሞ እንታይ ኢሎሞ እንታይ ኢሎሞ ኣጆኻ ዝወደይ ባባኹም እብለኪ ዶ ኣጆኽ ዛጓለይ ይብለኪ መምህርካ ከምኡ ትብለክ ዶ ኖ እንታይ ኮይና ኦ መምህርኪ ትግርኛ ኣይትኽእልና እያ ምሽ ዶ መምህርኪ ኡጋንዳዊት እያ ምሽ ትግርኛ ኣይትኽእልና እያ ማማኻ ከምኡ ትብለክ ዶ እንታይ ትብለክ ማማ ኣጆኺ ከምኡ ትብለኪ ኣጆኺ እዛ ጓለይ ትብለኪ ምሽ ሶዚኦም ዓብ ሰብኣይ ከዓ ኣጆኻ ዝወደይ ኢሎሞ ነታ ዝጠፍአት ሳንቲም ሽዑ ሂቦሞ እታ ዝጠፍአ ዘይኮኑ ረኺቦማ ናቶም ዝነበረ ሂቦሞ ምክንያቱ ይበኪ ነይሩ ቆልዓ ከበኪ ከሎ ከዓ ፅቡቅ ኣይኮነን ኢሎም እቲኣ ዝጠፍአት ሳንቲም እንካ ኢሎም ሂቦሞ ይሲ ኣብዚኣ ረኣያ እዚኦም ዓብ ሰብኣይ ተቆልዓ ከዓ ረኣዩ ኣብዚ ከምዚኣ ኢሉ ይበኪ ይበኪ ኣሎ ቢሉ ከመይ ኢልኪ ትበኺ ከምዚኣ ኢልኪ ድንን ድንን ኢልኪ ትበኺ ብሻ ኣይትበኺን ኢኺ ኢትስ ኦኬ ክትበኺ ትኽእሊ ኢኺ ሽቕ ቢል ክትበኺ ገፅኪ ሽፍን ተብልያ ትበኺ ከለኺ ኣነ ሕጂ ከምኡ ገብር እየ ክበኪ ከለኹ ገፂ ሽፍን ኣቢለ ገለ ይበኪ ሽዑ ሶፍት ገይረ ከዓ ትርስ ትርስ ዘብል ሽዑ ሳንቲም ዝህበኒ ግን ዘይ የለ እዚ ሰብኣይ ግን ሳንቲም ሂቦ ሕጂ ተቆልዓ ይበክሎ ኣድንግፅ ኣቢሎ ኣጆኻ ይብሎ ኣሎ ከምዚኣ ገይሩ ፀጉሩ ኣጆኻ ኣጆኻ ኢሉ እቲኣ ሳንቲም ክህቦ እዩ እቶም ዓቢ ሰብኣይ ስርሖም ወዲኦም ክምለሱ ከለዉ ሕጂ እታ ሳንቲም ሂቦሞ ናበይ ከይዶም ናብ ስርሖም ከይዶም ስርሖም ውዒሎም ክምለሱ ከለዉ ሽዑ እቲ ቆልዓስ ኣብኡ ኮይኑ እንታይ ክገብር ጸኒሕዎ ክበኪ እወ እዋ እወ ካልኣይ ግዜስ ክበኪ ጸኒሕዎም ብዋ እዚ ቆልዓሲ እንታይ ዳእዩ ኮይኑ ኢሎም ሽዑ ቅርብ ኢሎም ሕጂ ከታ ኮንካ ዝወደይ ኢሎሞ ሽዑ እቲ ቆልዓ ከዓ እንታይ ኢልዎም እንዳበኸየ ማለት እዩ እታ ዝጠፈኣትኒ ሳንቲም ተትህሉ ኔራሲ ምስዚኣ ንስኹም ዝሃብኩምኒ ሳንቲምስ ክልተ ምኾናለይ ሰብኣይ ልስ በህዩ ሽዕቶም ሰብኣይ ከዓ በቃ ገሪሞም ሰቂሎም ጠሚቶሞ ኣጠፊኡ ክንዲ ሂቦሞ ዝሕጎሲ ሽዑተ ሓሲቡ ብዙሓት ክኾናሉስ ደሊ እዩ ማለት እዩ ሜቢ ካልእ ሰብኣይ ረኺቡ ይህቦ ዶ ይኸውን ክበክር እዎ ይኸውን እዩ ግን ከምኡ ፅቡቅ ዶ እዋእ ፅቡቅ ኣይኮነን ምሽ ሓዛ ጠፊኣ ተተዋሂብካ ስዑ እንታይ ትብል ምሽ ኣለዋ ቢሉ ዝመሃረትና ማጂክ ወድስ ምሽ ኣለዋ እንታይ ትብል ድሕር ጠፊኣ ሂቡካ ሓደ ሰብኣይ እታ ናትካ መፃወቲ ወይ ሳንቲም ክብ ተቢሉካ እንታይ ትብሎ ማጂክ ወድስ ምሽ ኣለዋ ካብ እንገብና የቀኔለይ ትብሎምሽ ዶ የቀኔለይ እንታይ ማለት የቀኔለይ ትብሎ ማለት ሕጂ ዝቆልዓ ገሪምና እዩ ዘሎ በህዩ ሳንቲሙ ተዋሂቡ ክንዲ ዝኸይድ ገዝኡስ ክበዝሓሉ ደልዩ ካልኣይ ግዜ ክበኪ ውዒሉ ምሉእ መዓልቲ ኣብዚኣ ብዙሕ ከምዚ ዛንታታት ኣሎ ቤቢ ምሸት ክትድቅሳ ከለኽን ወይ ኣብ ገዛ ዕረፍቲ ክትህልዋ ከለኽን ወይ ከምዚ ነፃ ግዜ ህልወክን ከሎ እቲ ባዕልኽን ትኽእልኦ ተንብብኦ እቲ ብርትዕ ዝብለክን ከዓ ባባ ወይ ማማ ይሕግዞ ስቶሪ ፅቡቅ ነው። ኣነ ስቶሪ ፈቴ ዛንታ ብትግርኛ ብፍላይ ፈቴ እዚኣ መፅሓፍ በቃ ካብ ቀደም ክሳዕ ሕጂ ዝዝክራ መፅሓፍ እያ ባባ ሓራይ ቴልን እዚኣ ክወስዳ መባዓል መዘከርታ ትኾነኒ ክወስዳ ብውቀብ ሓሳብ ኮይና ክንልምኖም ኢና ንባባ ንማማን እዚኣ ንኣድያም ሃብዋ ኢልና ክንልምኖም ዶ ክንልምኖም ኢና እሺ ሶ ኣነ ሎማዓንቲ ከንብበልክን ዝሓሰብክዎ ክልተ መፅሓፍቲ እዚአን ክልቲኤን ነይረን ምሳኽን ስለ ዝወዓልኩ ደስ ኢሉኒ ኣሎ ካልእ መዓልቲ ከዓኒ ከምዚኣ ግዜ ከነሕልፍ ከዓ እንድሕር ደኣ ክኢልና መደብ ክንገብር ኢና ቴንክ ዩ ይቀኒየለይ ሕቶ እንድሕር ኣለክን ከዓ ተሓታ ሳንቲም ኣለኪ ሳንቲም ኣለኪ የብልክን ንባባ ወይ ንማማ ሃቡኒ በሉ ኣለኪ ክንደይ ሓንቲ ሳንቲም ኣላትኪ ንባባ ወይ ንማማ ወስኸል የበል እዮም ኣነ ከዓ ክወስኸልኪ እየ ትእክባ ዶ ዩ ኮሌክት ኮይንስ ኦኬ ሽዑ እንታይ ትገብሮ ቅድም ነይሩ ናይ ካሳ ሽዑ ምስ መልአ ክስበል ጀሚሩ ሽዑ በዓልና ሰቢርናዮ
ከምኡ እያ ኣነ ከዓ ንእሽተይ ከለኹ ሳናቲም ምእካብ ይፈቱ ነይረ ናይ ዝኾነ ዓዲ ሳንቲም ስኢለ ይእክብ ናይ ኤርትራ ተኮይኑ ይእክብ ኤሮ ተረኪበ ይእክብ ወይ ናይ ኣሜሪካ ሰልዲ ዶላር ብሳንቲም ተረኪበ ስኢለ ይእክቦ ነይረ ስቲል ሕጂ እውን ኣሉ ይህሉ እዩ ኣብ ገዛ ኣምፅሉ ይኸብሎም ይኣኪቦ ብዙሕ ኮይኑ ይኸውን ኣምፅሉ ይኸብሎም ክዳን ክገዝእ እያ ከምዛ ናትክን ሳሕቶ ኣለይክን ሳንቲም ትእክብ ዶ ኮይን ትእክቢ
ሓንሳብ ሓንሳብ ኦኬ እያ ወይ እንታይ ምእካብ ትፈትዊ ካብ ሳንቲም ወፃኢ ካልእ ነገር እንታይ ደስ ይብለክ
ላክልመኒ ኖ ዝኾነ
ለትሰይ ኣነ ቀደም ምሳይ ዝመሃር ዝነበረ ወዲ ክላሰይ ይዝክሮ እዚ ክስታይ ይእክብ ነይሩ ዲኖ ወስታም ቴምብር ላይክ ሓንቲ ደብዳቤ ፅሒፍካ ሲ ቀደ ሕጂ እኳ ዘየለ እዩ ዝኸውን ኢሜይል መፅዩ ሶሻል ሜድያ ኣሎ ቀደም እንታይ ንገብር ደብዳቤ ምስ ትፅሕፍ ሽዑ ናብታ ትሰዳ ደሊኻ ዘለኻ ኣድራሻ ምስ ገበርካላ ኣብ ፖስት ኦፊስ ትኸይድ ሽዑ ኣብኣ ቴምብር ይገብሩልካ ስታምፕ ይገብሩልካ ከምኡ ስታምፕ ዝነበረ ይእክቦ ነይሩ ናይ ብዙሕ ዓዲ ስኢሉ ይእክብ ነይሩ ኣነ ከዓ ስኢለ ዝረኽብክዎ ሳንቲም ይእክብ ነይረ ከምኡ ሃቢት ምሻለ ሜቢ ከምኡ ሃቢት ትፈትኦ ነገር ይህልወክን ይኸውን እዩ ሕሳብ ኣቦ ድሕር ኣለክን ኣክል ኢትስ ጉድ ኢትስ ፋን and then it teach you a lot of things ኦ ስቲከር ትእክብ እዩ ስኒት ኦ ካበይ ትእክብ እዮ ካብ መፅሓፍቲ ሽዑ ኣበይ ትገብርዮ
ኣብቲ ኣርማድዮ ትጥቅዕያ በርባድ እዩ ሽዑ ኣበይ ተሰሪሑ ወይ እንታይ ሕብሪ ኣሎ ወይ ገለ ስእልኪ ተፅንዕዮ ዶ ድዩ ስታዲኢት ማለት ሲ ከለርስ ከመይ እዩ እቲ ስእሊ እንታይ እዩ መን እዩ ገለ ትርእዮ ሽዑ ተንብቢ ብዛዕባኡ ወይ ትሓቲ ንማማ ወይ ንባባ ያ ፊ ስታርት ኣስኪን ዩ ስታርት ኮሌክቲንግ ሞር እሱ እዩ ዝሕግዘካ ኮሌክት ምግባር ኢት ሄልፕስ ዩ ቱ ኣስክ ኢፍ ዩ ኣስክ ከዓ ብዙሕ ትፈልጥ ሰው በቃ ሎማዓንቲ ኣነ ደስ ኢሉኒ ኣሎ ኔክስት ታይም ክንራኸብ ኢና ቴንክ ዩ ሶ ማች
ባይ ናይ ሎሚ መደብና ኣብዚ ኢና ወዲእና ዘለና ከመይ ጌርኩም ወለዲ ከዓ ንደቅኹም ከተንብብሎም ከተረድእዎም ከዓ ካብዛ ቪድዮ ተማሂርኩም ክትኮኑ ተስፋ ይገብር ስለ ካልእ መደብ ሒዘልኩም ዝመፅእ ከዓ ብሰላም ቀንዩ ከይትርስዑ ላይክ ሼር ሰብስክራይብ